እንኳዕ ደሓን መፃኹም እዚ መግለፂ እዚ ፀዊዕናሉ ዘለና ምክንያት ብዋናነት ህልዊ ኩነታት ንምብራህ ተሓሳቢ ዝገበረ እዩ ከም ቢሮ ኮሚኒኬሽን ዘለዉ ምዕባለታት እውን እንታይ እዮም ዝመስሉ ዝብል ኣብ ከይዲ ህዝብና እውን ብደንቢ ገይሩ ክግንዘቦምን ክርድኦምን ስለ ዝግባእ ንሱ መሰረት ገይርና እውን ክንገብሮም ዝግበአና ምድላዋትን ክንውግኖም ዝግበአና ነገራትን እውን ክንውግን ስለ ዘለና እቲ ዘሎ ኩነታት እንታይ እዩ ዝመስል ክሳብ ህዝቢ ዘሎ ዝብል ብዝተወሰነ መልክዕ ንምብራህ እዩ ማለት እዩ እቲ ካሊእ ዘለናሉ ግዜ ያው ቅነ ኣሸንዳ እዩ ዝኸውን ዘሎ ስለዚ ምስ ኣሸንዳ ተኣሳሲሩ እውን መልእኽቲ ንምሕላፍ እዩ ማለት እዩ ብሳልሳይ ደረጃ መበል 14 ዝክረ ተጋዳላይ መለስ ዜናዊ እውን ፅባሕ ዝበዓለሉ ኩነታት ኣሎ። ብዋናነት ኣብ ዝተፈላለዩ ወረዳታትን ከባቢታትን ብዝተፈላለዩ ምድላዋት እናተበዓለ ቀኒዩ እዩ። ማለት እዩ እሞ ፅቡቕ ናብቲ ናይ መጀመርያ ኣጀንዳና ክንከይድ ከለና እዚ ቅነ እዚ ያው በዓል ኣሸንዳ እነብዕለሉ ዘለና ቅነ እዩ ዝኸውን ዘሎ ስለዚ በዓል ኣሸንዳ ኣውርስ ማርያ ዓይንዋሪ ፀሞረይ ንሰላም ሉኣላውነትን ምሕዝነትን ህዝብታት ብዝብል መራሒ ሓሳብ ኣብ መላእ ትግራይ ዝበዓለሉ ኩነታት ኣሎ። ወፃኢ ዓድታት እውን ብተወለድቲ ትግራይ ብዝደመቐ ደረጃ ዝበዓለሉ ኩነታት ኣሎ። ኣብ መላእ ኢትዮጵያ እውን ብተወለድቲ ትግራይ ዝበዓለሉ ኩነታት ከም ዘሎ ኩላትና እንሪኦ ዘለና ኢና። ስለዚ ምስ ኣተኣሳሲርና ንመላእ ህዝቢ ትግራይ ንመላእ ሰራዊት ትግራይ ብቐንዱ ድማ ሰብ ዋና ናይዚ በዓል ዝኾና ደቂ ኣንስትዮ ትግራይ ካብዚ ሓሊፉ ኣብ ወፃኢ ዝነብር ህዝብና እውን ንመላእ ህዝቢ ኢትዮጵያ እውን ናይ ህዝቢ ትግራይ በዓልን ናይ ህዝቢ ትግራይ ባህላውን ሃይማኖታውን ሓድግታት መግለፂ እውን ስለ ዝኾነ እንኳዕ ኣብፀሐኩም ኣብፀሐና ክንብል ንደሊ ማለት እዩ እዚ ኢልና ምስ በዓል ኣሸንዳ ምብዓል ተኣሳሲሩ ክንዝክሮ ዝግባእ ጉዳይ ህዝቢ ትግራይ ብደገ ዝመፁ ወረርስትስ ይኹኑ ካብ ውሽጢ ዓዲ ዝብገሱ ገዛእትስ ይኹኑ ንህዝቢ ትግራይ ንምፅናት ኣብ ዝገብርዎ ኩሉ ዓይነት ምንቅስቓስ ባህሉ፣ ቋንቋኡ፣ ታሪኹ፣ ሓድግታቱ ኩሉ እውን ሓቢሮም ንምጥፋእ ሰፊሕ ምንቅስቓስ እዮም ዝገብሩ። ብዋናነት ንህዝቢ ትግራይ ኣጥፊኦም ነቱ ባህሉን ነቱ ውቁብ መግለፂ መንነቱን ናይ ባዕሎም ክገብሩ እዩ እቲ ሓሳብ ዝገብርዎ። ምዃን ኣብ ዝኣበዮም እንደገና ኣብ ዝተመከትሉ ከዓ ነቱ ባህልናን መግለፂ መንነትናን ዝኾነ ሓድግታትና ከም መራስሑ ክድምስሱን ክኣዕንዉን ዝንቀሳቐስሉ ኩነታት ከም ዘሎ ብዝተፈላለየ መልክዑ እናረእና መፂእና ኢና። ኣብዚ ሀዚ እዋን እውን ጆኖሳይደር ስርዓት ብልፅግና ኣብ ልዕሊ ህዝቢ ትግራይ ኣብ ዘካየዶ ጆኖሳይዳዊ ኹናት ኩሎም ሓድግታት ናይ ትግራይ ታሪኻዊ ሓድግታት ስንበሎም ባህላዊ፣ ሃይማኖታዊ፣ ህዝባዊ ሓድግታት እንብሎም ብምልኦም ባህልታትና እውን ሓዊሱ ንምድምሳስን ንምጥፋእን ሰፊሕ ምንቅስቓስ ገይሩ እዩ። እቶም ተዘሚቶም ክውሰዱ ዝኽእሉ ነገራት እውን ዘሚቶም ተዘሚቶም ክኸዱ ዝኽኣልሉ ኩነታት ከም ዘሎ ኩላትና እንዝክሮን እንፈልጦን እዩ። ምስዚ ተኣሳሲሩ ኣብዚ ዓመት እዚ እነብዕሎ ዘለና በዓል ኣሸንዳ ብዝደመቐ መንገዲ ንኸይበዓል ብዋናነት እቲ ጀኖሳይደር ስርዓት ዝምውሎም ኣካላት ዘዋፍሮም እውን ኣካላት ናይ ትግራይ ኣሸንዳ ክድብዝዝ ክዝሕል፣ መዓርጉን ድምቀቱን ሓልዩ ከይበዓል ንምግባር ሰፊሕ ፕሮፖጋንዳ እናተነዝሐ ፀኒሑ እዩ። ካብዙይ ሓሊፉ ብማሕበራዊ ሚዲያስ ብካልኦት መራኸብትታትስ ኣብ ትግራይ ዘይተለመዱ ነቱ በዓል እውን ክድይኑ ዝኽእሉ ስራሕቲ ንክስርሑ ዝተፈላለዩ ምልዓዓላት እናተገበሩ መፅዮም እዮም ማለት እዩ። ምናልባት እዚ ስራሕ እዚ ብዋናነት ዝሰርሕዎ ዘሎ ኣብ ትግራይ ሓላፍነት ሒዞም ዝሰርሑ ዝነበሩ ኣካላት ኣብ ትግራይ ድማ ንህዝቢ ትግራይ ክሒዶም ናብ ፀላኢ ዝተፀግዑ ኣካላት እዞም ኣካላት እዚኣቶም ንህዝቢ ትግራይ እውን ኣይጠቐሙን ንካሊእ ህዝቢ እውን ክጠቕሙ ኣይኽእሉን ይኹን እምበር ነቲ ናይ ህዝቢ ትግራይ በዓልን ካልኦት ምንቅስቃሳትን ንምድያም ዝገብርዎ ዘለዉ ሰፊሕ ምንቅስቃስ ከም ዘሎ ኩላትናን ንግንዘቦን እንርድኦን እዩ ዝኸውን ማለት እዩ ምስዚ ተኣሳሲሩ ገለ ዝተደናገሩ ወገናት ዝተደናገራ ኣሓት እውን እዚ በዓል እዙይ ብዘይኮነ መንገዲ ዘይምስሉ ሒዙ ክበዓል ብምግባር ኣንፃር ንምግባር ዝንቀሳቐሱ ከም ዘለዉ ይፍለጥ እዩ። እቲ ናይ መጀመርያ መልእኽትና ክኸውን ዝኽእል ናብ ከምዙይ ዝበለ ዓይነት ዘየድሊ ምንቅስቓስ ኢድኩም እተእትዉ ዘለኹም ትኣትዉ ዘለኹም ወገናት ኩኑ ወገናት ካብ ተግባርኩም ምቑጣብ እቲ ዝበለፀ እዩ ክኸውን ዝኽእል። ካብዙይ ሕልፍ ኢሉ ዝኸይድ ነገር እንድሕር ዝህሉ ኮይኑ ግን ህጋዊ ተሓታትነት እውን ከስዕብ ዝኽእል ምዃኑ ምርዳእ ምግንዛብ ኣገዳሲ እዩ ዝኸውን ማለት እዩ። እዙይ ክንብል ከለና ኣብ ትግራይ ዝተፈላለዩ ናይ ገበን ተግባራት ከም ዝፍፀሙ ይፍለጥ እዩ። ብቐንዱ እንደገና ኣብ ልዕሊ ደቂ ኣንስትዮ ኣሕዋትና ዝበፅሕ ጥቕዓት ንኹላትና እውን ዘሕመና እዩ። እዚ ጉዳይ እዚ ናይ መንግስቲ ጥራሕ ዘይኮነስ ናይ ኩሉ ህዝቢ ቃልስን ተገዳስነትን እውን ዝሓትት እዩ ዝኸውን። ምናልባት ናብ ህጊ ዘይቀረቡ ጉዳያት እንድሕር ሃልዮም ኮይኖም እውን ተኸታቲልካ ናብ ህግን ስርዓትን ክቐርቡ ፍትሒ ክረኽቡ ናይ ምግባር ጉዳይ ኣብ ህጊ ዘለዉ ጉዳያት እንደገና በቲ ናይ ህጊ መስርሕ ስርዓቱን ትካላውነቱን ሓልዩ ክኸይድ ናይ ምግባር ጉዳይ ናይ ኩላትና ሓሳብ፣ ናይ ኩላትና ተገዳስነት፣ ናይ ኩላትና እውን ርብርብ ዝሓትት ስለ ዝኾነ ኣብ ከይዲ ሕጊ ወይም ድማ ናይ ቤት ፍርድታት ምንቅስቓስ ዘጋጥም ዕንቅፋት ወይም ድማ ጸገማት እኳ እንድሕር ሃልዩ ኮይኑስ እዙይታት ዝእረመሉን ዝፍትሐሉን መንገዲ ዓርሱ ክኢሉ ዝተቐመጠ ስለ ዝኾነ በቱ ስርዓቱን በቱ ሕጉን ትግቡእ ዝኾነ ፍትሒ ክርከብ ኢና ብዋናነት ክንቃለስ ዝግበእና እምበር በዚ ምክንያት እዙይ ተፀሊልካ ወይም ድማ በዚ ምክንያት እዙይ ተሓቢእኻ ከም ምክንያት እውን ወሲድካ ናይ ህዝቢ ትግራይ መግለፂ ዝኾነ በዓል ብዘይ ምስሉ ብዘይ መግለፂኡ ክግለፅ ናይ ምፍታንን ምንቅስቃስን ጉዳይ ኣግባብነት ኣለዎ እዩ ተባሂሉ ክውሰድ ዝኽእል ኣይኮነን ማለት እዩ ስለዚ ኣብ ከምዚ ዝበለ ምንቅስቃስ ዝኣተወ ዝኾነ ይኹን ኣካል ካብ ተግባሩ እውን ክቁጠብ ይግባእ ካብዚ ሓሊፉ ግን ነቲ በዓል ንምህዋኽ፣ ነቲ በዓል ንምድያን፣ ነቲ በዓል ዘይምስሉ ንምትሓዝ ዝግበር ዝኾነ ይኹን ዓይነት ምንቅስቓስ ግን ብሕጊ እውን ተሓታትነት ዘስዕብ ከምዝኾነ ምሕባር ንደሊ። ደጊምና ሀዚ እውን ግን ርሑስ በዓል ኣሸንዳ ክኾን እናተመነና ኣብ ምኽባር በዓል ኣሸንዳ ከጋጥሙ ዝኽእሉ ፀገማት፣ ችግራት ኩሎም ወለድስ ይኹኑ ደቂ ኣነስትዮ ኣሕዋትናስ ይኹኑ ካልኦት ዝምልከቶም ኣካላት ናይ ፀጥታ መሓውራትና እውን እቲ በዓል ብዝሐሸ ብርኪ ድሙቕ እውን ኮይኑ ውቅቡ እውን ኮይኑ ግን ድማ ሰላማዊ ብዝኾነ መንገዲ ዝኾነ ይኹን ዓይነት ፀገም ከየጋጠመ ኣብ መላእ ትግራይ ብዝሐሸን ብዝወቀበን መንገዲ ሰላማዊ እውን ኮይኑ ክሓልፍ ንክግበር መንግስቲ ናይ ባዕሉ ፃዕሪ ክገብር እዩ። መንግስቲ ዝገብሮ ፃዕሪ ጥራሕ እኹል ኣይኮነን። ኩላትና ከም ህዝቢ ናይ ባዕልትና ተራ ክንዋፃእ ክንክእል ኣለና ደቂ ኣነስትዮ ኣሕዋትና እውን ኣብዚ በዓል እዚ በዓልክን እዩ ትክክል እዩ ግን እዚ በዓል እዚ ክበዓል ከሎ ከዓ ምስ ኩሉ ምሉእ ጥንቃቐ እውን ክኸውን ከም ዝግበኦ ኣብኡ ናሃለና መልእኽትና ክነሕልፍ ንደሊ ማለት እዩ። ብካልኣይ ደረጃ ክነልዕሎ እንኽእል ኣጀንዳ ኣብዚ ቅንያት ኣሸንዳ እዙይ ናይ ሎሚ ዓሰርተ ኣርባዕተ ዓመት ኣብ ሑቕፊ ህዝቢ ትግራይ ዓብዩ እውን ዓምቢቡ እውን ተማሂሩ እውን ንዝለዓለ መሪሕነት እውን በቂዑ ንህዝቢ ትግራይ ካብቲ ዝነበሮ ደርባውን ብሄራውን ጭቆና ንምውፃእ ንእስነቱ እውን ዝሃበ ናይ ባዕሉ ተራ እውን ቁልፊ ተራ ዝተፃወተ መራሒ ካብዚ ሓሊፉ ኣብ ናይ ኢትዮጵያ ዕብየት ልምዓት ኣብ ናይ ትግራይ ዕብየት ልምዓት እውን ናይ ባዕሉ ተራ ዝፀሓፈ መራሒና ነበር ጠቕላይ ሚኒስተር ተጋዳላይ መለስ ዘናዊ መበል ዓሰርተ ኣርባዕተ ዓመት እንዝክረሉ እዋን እውን እዩ ዝኸውን ዘሎ ስለዚ እዚ ዝኽሪ እዙይ ዝኽሪ ተጋዳላይ መለስ ክብርታትን ኣስተምህሮታትን መለስ ህላወ ሉዓላውነትን መሰል ዓርሰ ውሳነን ንምውሓስ ብዝብል መራሒ ሓሳብ ኣብ መላእ ትግራይ ብዝተፈላለየ ምድላዋት እናተኸበረ ቀኒዩ ሰሙን ሙሉ ፅባሕ ድማ ብዝደመቐ ብርኪ እቲ በዓል ዝበዓለሉ ኩነታት ክህሊ እዩ ማለት እዩ። ኣብዚ ግዜ እዚ ናይ መለስ ተራ ክርኢ ከለና ብብዙሕ መልክዑ ዘርዚርካ ዝውዳእ እውን ኣይኸውንን ብዙሓት መፅሓፍቲ እውን ክወፅኦ ዝኽእል ከም ዝኾነ ኩላትና እንግንዘቦ ጉዳይ እዩ። መለስ ናይ ህዝቢ ትግራይ ናይ መሪሕነት፣ ናይ ዓቕሚ፣ ናይ ብስለት ጫፍ መግለፂ እዩ ነይሩ ኢልካ ክውሰድ ይከኣል እዩ። ህዝቢ ትግራይ ኣብ ብጣዕሚ ፈታኒ ኩነታት ኣብ ዝኣትወሉ ግዜ ብብቕዓት ዘለዎን ብስለት ዘለዎን መሪሕነት መሪሑ ንህዝቢ ትግራይ ካብ ሓደጋን ካብ ብርሰትን እናውፀአ ዝኸደ ተጋዳላይ እዩ። ንተህዚ ዘሎ ኩነታት እውን ዓብዪ ትምህርትን ዓቕምን ሞራልን ኮይኑ ከገልግለና ዝኽእል ኣስተምህሮታትን ክብርታትን እውን ዝገደፈ ተጋዳላይ እዩ ኢልና ክንወስድ ንኽእል ኢና። ንህዝቢ ትግራይ ጥራሕ ዘይኮነስ ንመላእ ኢትዮጵያ፣ ኢትዮጵያ ኩላትና ከም እንፈልጦ ብድኽነት፣ ብጥሜት፣ ብኹናት እትፍለጥ ዝነበረት ዓዲ እያ። ካብዚ ከምዚ ዝበለ ኩነታት ብዝሓሸ ብርኪ ወፂኣ ንተኸታተልቲ ዓመታት እውን ብልምዓት ኣብነት ናይ ዓለም ኮይና ክትረአ ዝኸኣለትሉ ኩነታት ነይሩ። ብህውከትን ዕግርገርን እትፍለጥ ዝነበረት ዓዲ ናይ ባዕላ ሰላም እውን ሓልያ ንናይ ካልኦት ዓድታት ሰላም እውን እትሰርሕ ሃገር ኮይና ክትወጽእ ዝኸኣለትሉ ኩነታት እውን ከም ዝነበረ ይፍለጥ እዩ። ካብዚ ሓሊፉ ደሞክራስያዊ ስርዓት ኣብ ምህናጽ እውን ናይ ባዕላ ተራ እተጻወተት ዓዲ እያ ማለት እዩ። ኣብዚ ከምዚ ዝበለ ጉዕዞ ናይ ኢትዮጵያ ናይ ተጋዳላይ መለስ ተራ ብጣዕሚ ልዑልን ዓብይን ከም ዝነበረ ኩላትና እንፈልጦ ጉዳይ እዩ። ይኹን እምበር ብዝበጽሐ ኩነታት ያው ኣብ ቕድሚ ዓሰርተ ኣርባዕተ ዓመት ካብዛ ዓለም ብዙ ያው ብመስዋእቲ ዝተፈለየና መራሒና ከም ዝኾነ ይፍለጥ እዩ ማለት እዩ። ንህዝቢ ትግራይ ካብዙ እንወስዶ ትምህርቲ መሪሕነት ትግራይ ይኹን ህዝቢ ትግራይ መንእሰይ ትግራይ ኩሉ ማሕበረሰብ ክፋል ማሕበረሰብ ትግራይ ካብ ናይ መለስ መሪሕነት ነስተምህሮን ክብርታትን ክንወስዶም ዝግብኡና ነገራት ፈተንቲ ኩነታት ከጋጥሙና ከለው ሓድነትና ኣሰጣጢምና ውሽጣዊ ዓቕምታትና እውን ኣደልዲልና፣ ውሽጣዊ ምርኮሳታትና እውን ብዝሐሸ ብርኪ ናብ ዝሐሸ ደረጃ ኣሰጋጊርና፣ ስንና እውን ነኺስና ተቓሊስና ካብዚ ኩነታት እዙይ ምውፃእ ዝብል ካብ መለስ እውን ዝተምሃርናዮ ብቐንዱ ድማ ናይ ህዝቢ ትግራይ ቁልፊ መለለይ ተገይሩ ክውሰድ ዝኽእል ታሪኽን ሓድግን እዩ ኢልና ክንወስዶ ንኽእል እዩ። ስለዚ በዚ ደረጃ እዙይ ካብዚ ኣቲናዮ ዘለና ከም ህዝቢ ንክንበርስ ከም ህዝቢ ክትነብሩ ኣይፍቀደኩምን ክትበርሱ እዩ ዘለኩም ኢሉ ዝህንደድ ዘሎ ፀላኢ ተቓሊስና እውን መኪትና እውን ዓርስና ተኸላኺልና እውን ሃለዋትና ክነውሕስ ቀፃልነትና እውን ክነውሕስ ካብ ናይ መለስ ኣስተምህሮ ብዙሕ ነገር ኢና እንመሃር እሞ በቲ ደረጃ ንሱ ሀዚ እውን ሞራልናን ሓድነትናን ዓቕምናን ውሽጣዊ ዓቕምናን ብዋናነት ናይ ባዕልትና ዓቕሚ ኣብ ውሽጢ ንሃሎ ብደገ ንሃሉ ኩላትና ተሓባቢርና ካብዚ ዘሎ ኩነታት እዙይ ንክንወፅእ ቃልስና ክነሐይል ከም ዝግበአና ኢና ትምህርቲ ክንወስድ እንኽእል ማለት እዩ እቲ ካሊእ ቀንዲ ዋኒና ኣብዚ ክነልዕሎ እንኽእል ጉዳይ ምናልባት ኣብዚ ሀዚ ኩነታት ትግራይ ኣብ ዝኸፍኣ ኩነታት ከም ዘላ እቲ ህልዊ ኩነታትና ክንሪኦ ከለና ብወገን ትግራይ ኣብ ኢትዮጵያ ዝመፀ ናይ ስርዓት ለውጢ ካብ መጀመሪኡ ጀሚሩ ናብ ስልጣን ክመፅእ ከለውን ብናይ ህዝቢ ትግራይ ፅልኢት ናብ ስልጣን ዝመፀ እዩ። ህዝቢ ትግራይ ኣብ ዘይተረብሐሉ፣ ኣብ ዘይበልዐሉ፣ ኣብ ዘይሰተየሉ፣ ካብ ካሊእ ሕልፊ ኣብ ዘይረኸበሉ ሕልፊ ይረክብ ከም ዘሎ፣ ብዝበለፀ ይጥቀም ከም ዘሎ፣ ገባራይ ሓደጋይ እውን ይኸውን ከም ዘሎ፣ ኣብ ናይ ኢትዮጵያ መሪሕነት ኩሉ ትግራዋይ ወኒንዎ ከም ዘሎ ኣምሲልካ ብምስኣል ኣብ ዝኾነ ይኹን ትግራዋይ ፅልኢት ክንዛሕ፣ ክፈናቐል እውን ከም ፀላኢ እውን ክረኣ እናተገበረ ዝተኸየደሉ ኩነታት ርኢና ኢና። እዙይ ጥራሕ ዘይኮነ ኣብ ውሽጢ እቲ ሽዑ ዝመርሕ ዝነበረ ኢህወደግ ዝበሃል ውድብ እውን ምጉጅጃላት ብምፍጣር ንህወሓት ንጎኒ ብምድፋእ ብምጉጅጃል ናብ ስልጣን ዝመፀ ናይ ከለር ናይ ሕብራዊ ናዕቢ እውን ናብ ስልጣን ዝመፀ ብዋናነት ከዓ ብፅልኢት ህዝቢ ትግራይ ናብ ስልጣን ዝመፀ ሓይሊ ቕድሚ ዝተወሰኑ ዓመታት ከም ዝነበረ ርኢና ኢና ማለት ነዚ ሓይሊ እዚ ብናይ ህዝቢ ትግራይ ፅልኢት እውን ናብ ስልጣን ስለ ዝመፀ እቲ ፅልኢቱ ንምቕፃል ክበሃል ስልጣን እውን ምስ ሓዘ ናይ ህዝቢ ትግራይ ናይ ኢትዮጵያ ዝበሃል እናተኻዕበተ ዝመፀ ሃፍቲ ይኹን ዓቕሚ ኩሉ ተጠቒሙ ንህዝቢ ትግራይ ንምጭፍጫፍ ንምጭፍላቕ ካልኦት ሓይልታት እውን ዓዲሙ ናይ ባዕሉ ናይ ዓዲ ውሽጢ ሓይልታት እውን ዓዲሙ፣ ቴክኖሎጂታት እውን ተኻርዩን ተለቂሑን ኣብ ልዕሊ ህዝቢ ትግራይ ዘብፅሖ ጀኖሳይዳዊ ኹናት ኩላትና እንዝክሮ ብጣዕሚ እውን መስካሕክሒ ከቢድ ዝኾነ ሰብኣዊ እውን ንዋታዊ እውን መሰረተ ልምዓታዊ እውን ብርሰት ዘብፅሐልና ከም ዝኾነ ኩላትና እንፈልጦ ጉዳይ እዩ። ይኹን እምበር ከም ህዝቢ ትግራይ ከም ህዝቢ ኣይንበርስን፣ መሬትና እውን ኣይቆራረስን፣ ታሪኽና፣ መንነትና፣ ቋንቋና እውን ትማሊ እውን ነይርና፣ ሎሚ እውን ኣለና፣ ፅባሕ እውን ክንቅፅል ኢና፣ ስለ ዘይንመራሳሕን ብዝብል ዘካየዶ ከቢድ ቃልስን መኸተን ነቲ ኩነታት ዝተማልእ ፅንተት ከይኸውን ዘገደደሉ ካብ ገለ ክፋል ትግራይ እውን ፀላእቲ ተፀራሪጎም ክወፁ ዝገበረሉ ኩነታት ከም ዝነበረ ርኢና ኢና። በዚ ደረጃ እዚ ፀላኢ ካብኡ ንላዕሊ ብወታደራዊ ዓቕሚ ምቕፃል ስለ ዘየኽእሎ ናይ ፕሪቶርያ ስምምዕነት ተገዲዱ ዝፈረመሉ ኩነታት ከም ዝነበረ እውን ንፈልጥ ኢና ማለት እዩ። ካብዚ ሰጊሩ እቲ ናይ ፕሪቶርያ ስምምዕነት ኣብ ክልት ናይ ፕሪቶርያ ስምምዕነት ዝነበሩ ክልተ ዙር ናይ ግዜያዊ ምምሕዳር ግዜታት ክንወስድ ከለና እዞም ግዜታት እዚኣቶም ዳግመ ሕውየት ንምርግጋፅ፣ ዝተመዛበለ ህዝብና ናብ መረበቱ ክምለስ፣ ኣብ ትሕቲ ወረርቲ ዘሎ ህዝብና እውን ሓራ ክወፅእ፣ ናይ ህዝቢ ትግራይ ዳግመ ሕውየት ይኹን ህንፀት እውን ክረጋገፅ፣ ትግራይ ክትከሓስ፣ ካብዚ ሕልፍ ክብል ከሎ ከዓ ዘድልያ ዘበለ ኩሉ ተማሊኡላ ናብቲ ዝነበረ ናይ ልምዓት ደረጃ ልዕሊኡ እውን ክትሰጋገር ዘኽእል ኩነታት ክፍጠር ዝብል እዩ ነይሩ። ይኹን እምበር ፕሪቶርያ ስምምዕነት ብወገን ፀላኢ ዝተፈረመሉ ቀንዲ ምኽንያት ብወታደራዊ ዓቕሚ ስለዘይከኣለ ብሰላሕታ ህዝቢ ትግራይ ንምፅናት ተሓሳቢ ተገይሩ ዝተፈረመ ስለዝነበረ ካብ ፅባሕ እቲ ፍርርም ጀሚሩ ብሰላሕታ ህዝቢ ትግራይ ንምፅናት ዘኽእሉ ፖሊሲታት፣ ስትራተጂታት፣ ኣሰራርሓታት ቴክኒካትን ወፂኦም ህዝቢ ትግራይ ንምስኳን ብኢኮኖሚ ንምስኳን ኣድለይቲ ዝበሃሉ ነገራት ናብ ትግራይ ከይመፁ ብምግባር ኩሎም ንትግራይ ዝጎድኡ ስራሕቲ እናተሰርሑ ዝመፅሉ ኩነታት ኢና እንርኢ። ካብዚ ሕልፍ ክብል ከሎ እንደገና ኣብ ውሽጢ ትግራይ ዝነበሩ መሪሕነት ናይ ብልፅግና ኣጀንዳ ንከሳስዩን ከዕውቱን ዝተንቀሳቐስዎ መንገዲ እውን ኩላትና እንዝክሮ ኢና። ይኹን እምበር በቲ ዝተኻየደ ቃልሲ ክሰምር ዘይከኣለሉ ኩነታት ኣሎ። ዋላ ኮይኑ እውን ኣብቲ ካልኣይ ዙር ዝነበረ ናይ ግዜያዊ ምምሕዳር እዋን እውን ኩሎም መሰላትን ረብሓታትን ህዝቢ ትግራይ ክማልኡ ዘይከኣልሉ ኩነታት ስለዝነበረ መንግስቲ ስሩዕ ዝኾነ መሓውር ዘለዎ መንግስቲ ክውስን ዝኽእል ሓላፍነት እውን ክወስድ ዝኽእል መንግስቲ ክህሉ ስለ ዝነበሮ ብውሳነ ብ ዕስራ ዓሰርተ ክልተ ዓመተ ምህረት ብህዝቢ ዝተመረፀ መንግስቲ ናብ ቦትኡ ተመሊሱ ስራሕ ዝጀመረሉ ኩነታት ኢና ንዕዘብ ማለት እዩ። በዚ ደረጃ እዙይ ሀዚ ራብዓይ ወርሒ ዝመልኣሉ ኩነታት ኣሎ። ፈፃሚ ስራሕ እውን ኣጣይሹ ኩሉ መሓውራት እውን ኣመዓራርዩ ናብ ሰፊሕ ስራሕ ኣትዮ ኣሎ። ናይዚ መንግስቲ እዚ ቀንድን ዋናን ዕላማ ኢልና ክንወስዶ እንኽእል ብዝተነፀረ መንገዲ እውን ሉኣላውነት ህዝቢ ትግራይ ምርግጋፅ፣ ተመዛበልቲ ምምላስ፣ ኣብ ዝተወረረ ቦታ ዘሎ ህዝብና እውን ሓራ ክወፅእ ናይ ምግባር ጉዳይ፣ ዳግመ ሕውየት ይኹን ህንፀት ትግራይ እውን ክቀላጠፍ ናይ ምግባር እቲ ቀንዲ ዋኒን ኮይኑ ይውሰድ። ብመወዳእትኡ ግን መሰል ዓርሰ ውሳነ ህዝቢ ትግራይ ክረጋገፅ ናይ ምግባር ጉዳይ ከዓ እቲ ቀንዲ ዋኒኑን ሓላፍነቱን ገይሩ ዝሰርሐሉ ኩነታት ከምዘሎ ኢና ክንወስድ እንኽእል ማለት እዩ። እዙይ መሰረት ተገይሩ ብዋናነት ሀዚ ዝኒሀ ኩነታት ኣብቲ ዝሓለፈ ጀኖሳይዳዊ ኩናት ኣይተኽኣለን፣ ኣብቲ ናይ ሰላሕታ ኩነታት እውን ኣይተኽኣለን። ኣብዚ ሀዚ እንደገና ዓቕሚ ፈጢርና ኣለና ኢና፣ ብዝሐሸ ብርኪ ትግራይ ክንጭፍልቕ ንኽእል ኢና ዝብል ናይ ጀኖሳይደር ስርዓት ብልፅግና ምንቅስቓስ ብሰፊሑ ኣብ ልዕሊ ህዝቢ ትግራይ ሎሚ ዶ ፅባሕ ኲናት ክውልዕ ምድላዋቱ ዛዚሙ ዝኸደሉ ኩነታት ስለዘሎ ብወገን ትግራይ እውን መንግስቲ ትግራይ ነዚ ኩነታት እዙይ ንምምካት ዘኽእሎ ምንቅስቓስን ምድላዋትን ክገብር ስለዘለዎ ናብዚ ስራሕ እዙይ ብስፍሓት ኣትዩ ኣሎ ማለት እዩ። ስለዚ ኣብ ትግራይ ሰራዊትና ብሓይሊ ሰብ ናይ ምጥንኻር፣ ካብዙይ ሓሊፉ ብሎጂስቲክስ እውን ናይ ምጥንኻር፣ ዓርሰ ሙርኮሳ ህዝቢ ትግራይ እውን ብዝሐሸ ብርኪ ክደላደልን ክሰጣጥምን ናይ ምግባር ጉዳይ፣ ናይ ትግራይ ናይ ሰላምን ፀጥታን ኩነታት ናይ ድሕንነት ኩነታት እውን ክሰጣጠምን ናይ ህዝቢ ስራሕ ኮይኑ ክኸይድን ዝኽእለሉ መስርሕ ብምትእትታው ናብ ሰፊሕ ምንቅስቓሳት ዝተኣተወሉ ኩነታት ከምዘሎ ኢና ክነቐምጥ እንኽእል ማለት እዩ። በዚ ደረጃ እዙይ መንግስቲ ትግራይ በቢ ሰሙኑ በቢ ክልተ ሰሙን እውን በቢ ወርሑ እውን መደባቱ እናገምገመ ኣንፈታቱ እውን እናነፀረን እናቐመጠን ስራሕቱ ዝዓመሉ ኩነታት ኣሎ። ቀንዲ ዋኒኑ ዋላ እቲ እንብሎ ዘለና ናይ መኸተ ስራሕቲ እኳ እንተኾነ ኩሎም ናይ ልምዓት ስራሕትና እንደገና ነቲ ናይ መኸተ ስራሕትናን ናይ ናይ ሉዓላውነትና ናይ መኽበር ጉዳይን ብቀንድነት ከዐውቱ ብዝኽእልሉ መንገዲ ተኣሳሲሮም ንክኸዱ ተገይሩ ክኸይድ ዘኽእሎ ኣንፈትን ኩነታትን ሒዙ ዝኸደ ዝመርሐሉ ኩነታት ከም ዘሎ ኢና ክነቐምጥ እንኽእል ማለት እዩ። በዚ ደረጃ እዚ ብወገን ጸላኢ ዘሎ ኣጠቓላሊ ኩነታት እንታይ እዩ ዝመስል ኢልና ክንወስድ ከለና እቲ ሓደ ሀዚ እውን ፀላኢ ኣብ ልዕሊ ህዝቢ ትግራይ ዘለዎ ፅልኢት ናብ ስልጣን ቅድሚ ምውፅኡ እውን ተመሳሳሊ እዩ ኣብ ስልጣን ምስ መፀ እውን ስልጣን ሒዙ ህዝቢ ትግራይ ከጥፍእ ዝሰርሖ ስራሕ ኩላትና ንፈልጦ ዘለና እዩ ብብረት ኣብ ዝከኣለሉ ብብረት ክጭፍልቕ ብብረት ኣብ ዘይከኣለሉ እንደገና ብሰላሕታ ህዝቢ ትግራይ ብሕማም መድሓኒት ክስእን ብምግባር፣ ክጠሚ ብምግባር፣ ነዳዲ ከይኣቱ ብምግባር፣ በጀት ብምኽልካል ኩሎም ኣድለይቲ ዝበሃሉ ንትግራይ ብምኽልካልን ብምዕፃውን ህዝቢ ትግራይ ንምስኳን ሰፊሕ ስራሕ እናሰርሐ ከም ዝመፀ ኩላትና ርኢናዮ ኢና ማለት እዩ። ኣብዚ ዓመት እዙይ ካብ ሰናይ ሓጋዩ እውን ጀሚሩ ኣብ ትግራይ ኣብ ዝተፈላለዩ እዋናት ናይ ድሮን መጥቃዕትታት እውን እናተፈፀመ ዝመፀሉ ኩነታት ከም ዝነበረ ርኢና ኢና። ቅድም ክብል ኣብ ደቡብ ከባቢ፣ ኣብ እንትጮ ከባቢ፣ ኣብ ሽረሩ ከባቢ ናይ ድሮን መጥቃዕትታት ተፈፂሙ እዩ። ጉድኣት እውን ብኡ ልክዕ ዝበፅሐሉ ኩነታት ከም ዘሎ ንፈልጥ ኢና። ቀፂሉ ሀዚ ኣብዚ ቀረባ ኩነታት ከዓ ኣብ ዞባ ምዕራብ ከባቢ ሸረሪና ዝበሃል ቦታ ሰራዊትና ንምጭፍላቕ ዝገበሮ ወራር ብሓያል መኸተ ናይ ሰራዊትና ዝተመከተሉን ብዘይተጸበዮ መንገዲ ብኸቢድ ስዕረትን ብኸቢድ ኪሳራን እውን ክተኣናገድ ዝኸኣለሉ ኩነታት ከም ዘሎ ርኢናዮ ኢና። ይኹን እምበር እቲ ኹናት ካብኡ ንላዕሊ ክቕጽል ዘይከኣለሉ ኩነታት ከም ዘሎ ንምምልኻት ይከኣል እዩ ማለት እዩ። ካብዚ ሓሊፉ ግን ኣብ ዞባ ደቡብ ከባቢ ክንርኢ ከለና እውን ናይ ሰራዊት ምትእኽኻባት ኩናት ንምውላዕ ሰፊሕ ምድላዋት እናተገበረ ከም ዝነበረ ኩላትና እንግንዘቦን እንርድኦን ብዝተፈላለየ ናይ ማዕኸናት ሚድያ እውን እናሰማዕናዮ ዝመጻእና ከም ዝኾነ ዝፍለጥ ጉዳይ እዩ ማለት እዩ። ይኹን እምበር ብዕለት ኣርባዕተ ነሓሰ ዒስራ ዓሰርተ ሸሞንተ ኣብ ዞባ ደቡብ ወረዳ ራያ ኣላማጣ መረዋ ኣብ ዝበሃል ቤት ትምህርትን ናይ መስተ ማይ ዝተተኸለሉ ቦታን ሰለስተ ግዜ ናይ ድሮን መጥቃዕቲ ክፍፀም ዝኸኣለሉ ኩነታት ከም ዘሎ ኣብቲ ዝሓለፈ ንምርኣይ ይከኣል እዩ። በዚ መጥቃዕቲ እዙይ እቲ ዋና ትኹረት ዝተገበረ ወታደራዊ ማእኸላት ዘይኮነስ ሲቪላት ከምዝኾኑ ቤት ትምህርቲ ሲቪላት ዝመሃርሉ እዩ። ናይ ማይ ቦታ እውን ብኡ ልክዕ ህዝብና ማይ ዝጥቀመሉ ማይ ዝቐድሐሉ ቦታ ከምዝኾነ ይፍለጥ እዩ። ይኹን እምበር እዙይ እናተፈለጠ እዩ መጥቃዕቲ ናይ ድሮን ክፍፀም ክኢሉ ማለት። ስለዚ ስርዓት እዙይ ብዝኾነ ይኹን መዐቀኒ ዝኾነ ይኹን ትግራዋይ ዝበሃል ኣብዚ ምድሪ እዙይ ከይነብር ክጠፍእ ክኽእል ከም ዘለዎ ሓሲቡ እውን ይኸይድ ከም ዘሎ ንምርዳእ ዝከኣለሉ ኩነታት ኢና ክንርኢ እንኽእል ማለት እዩ። በዚ መጥቃዕቲ እዙይ ኣብቲ ዝተፈጸመ መጥቃዕቲ ሓደ ሰብ ክመውት ከሎ ኣርባዕተ ዝኾኑ ሲቪልያን እውን ዝቖሰልሉ ኩነታት ከም ዘሎ ምርዳእ ይከኣል እዩ ማለት እዩ። ካብዚ ሓሊፉ ኣብ ተመሳሳሊ ወረዳ ኣብ ቦታ ማርያም ኩቢ ጠረርሳን ዝበሃል እውን ናይ ድሮን መጥቃዕትስ ይኹን ናይ ከቢድ ብረት ደብዳባት እውን ዝተኻየደሉ ኩነታት ከም ዘሎ ምርዳእ ይከኣል እዩ። በዚ ደረጃ እዚ ናይ እንስሳ ይኹን ናይ ሰብ ህይወቱ እውን ምጥፋእ ዘጋጠመሉ ኩነታት ኣሎ፣ ናይ ኣካል መጉዳእቲ እውን ዘጋጠመሉ ኩነታት ከም ዘሎ ብግልፂ ምርኣይ ይከኣል እዩ ማለት እዩ። ካብዚ ሓሊፉ ትማሊ ዕለት ዓሰርተ ክልተ ኣብ ዞባ ደቡብ ምብራቕ ኣብ ወረዳ ክልተ ውላዕሎ ጣብያ ቀዳማይ ወያነ ዝበሃል ቁሸት ዳንዴራ ንጎሆ ኣብ ዝነበረ ምንቅስቓስ ኣብ ረፋድ ከባቢ ድሮን መጥቃዕቲ ዝፈፀመትሉ ኩነታት ከም ዘሎ ምርዳእ ክኢልና ኣለና። ካብዚ ሓሊፉ ድሕሪ ሰዓት ዓሰርተ ሓደ ዓሰርተን ፈረቓን ከባቢ ኣብ ዝነበረ እዋን እውን ኣንቴኖፍ ምስ ናይ ህዝቢ መመላለሲት ኣውሮፕላን ተኾልኲላ መፅያ ሰለስተ ዝኾን ነታጒ ዝደርበየትሉ ኩነታት ከም ዘሎ እውን ምርዳእ ይከኣል እዩ። እቲ ክልተ ነታጒ ክፍርንጀር ከሎ እቲ ሓደ ዘይተፈንጀረሉ ኩነታት ከም ዘሎ ንምዕዛብ ይከኣል እዩ። ይኹን እምበር ኣጋጣሚ ኮይኑ ኣብቲ ቦታ ንሱ ዘጋጠመ ናይ ህይወት ይኹን ናይ ኣካል መጉዳእቲ ከም ዘየለ ከዓ ምርግጋፅ ተኻኢሉ ኣሎ ማለት እዩ። ስለዚ ደሚርካ ክረኣ ከሎ ካብዚ ክንግንዘቦ እንኽእል ጉዳይ ጀኖሳይደር ስርዓት ብልፅግና ኣብ ልዕሊ ትግራይ ቅሉዕ ዝኾነ ኹናት ጀሚሩ ከም ዘሎ ካብ ዝጅምር እውን ነዊሕ ገይሩ ከም ዘሎ ቀስ ብቀስ ኩናት ኣብ ልዕለና እናወለዐ መጥቃዕትታት እውን እናፈፀመ ይኸይድ ከም ዘሎ እቲ ዝተረፈ ጉዳይ ሰፊሕ ዝኾነ ዓብዪ ኩናት ክኸውን ምኽኣል ተዘይኮይኑ እቲ ኹናት ኣብ ልዕለና ወሊዑ ዝኸደሉ ኩነታት ከም ዘሎ ብግልፂ ምርኣይ ይከኣል እዩ ማለት እዩ። ይኹን እምበር ብወገን ትግራይ ኩሉ ነገር ብጥንቃቐን ብትዕግስትን ብመስተውዓላይነትን እውን ክተሓዝ ክኽእል ስለ ዘለዎ ኩሉ ነገር ብጥንቃቐ ንምኻድ ዝፍተነሉ ኩነታት ኣሎ። ከይዱ ከይዱ በዙይ ዝቕፅለሉ ኩነታት ከም ዘየለ ግን ምርግጋፅ ዝከኣል እዩ ዝኸውን ማለት እዩ። እዙይ ክንብል ከለና ሀዚ እውን እንታይ እቲ መድሕን ክኸውን ዝኽእል ኢልና እንድሕር ደኣ ወሲድና ስርዓት ብልፅግና ህዝቢ ትግራይ ዝበሃል ህዝብስ እናሃለወ ስልዓተይ ይኹን ዙፋነይ ይኹን ሃለዋተይ ይኹን ክረጋገፅ ኣይኽእልን። ውዒሉ ሓዲሩ ወንጀል እውን ኣብ ልዕሊ ህዝቢ ትግራይ ስለዝፈፀመ ተሓታታይ ምዃኑ እውን ስለዝፈልጥ ህዝቢ ትግራይ ከየጥፈኣ ክረጋጋዕ እውን ኣይኽእልን፣ ካብ ተሓታትነት ኣየምልጥን ኢሉ እውን ስለዝሓስብ ሕዚ እውን ብሰፊሑ ንህዝቢ ትግራይ ንምፅናት ዝገብሮ ዘሎ ምንቅስቓስ ሰፊሕ ከምዝኾነ ምግንዛብ ይከኣል እዩ። ካብዚ ብተወሳኺ ግን ከም ህዝቢ ትግራይ ኣብ ልዕለና ዝፍጸም ዘሎ ጉዳይ ከም ሰብ ማለት እዩ ከም ህዝቢ ናይ ምንባር መሰል ዝተኸልከልናሉ ኩነታት ከም ዘሎ ብግልፂ ምርኣይ ይከኣል እዩ ማለት እዩ ብወገንና እነካይዶ ዘለና ቃልሲ ንዝኾነ ይኹን ኣካል ካብ ስልጣን ክነውርድ ወይም ድማ ሓደ ነገር ክንገብር ኣይኮነን ናይ ምህላው ጉዳይ ናይ ምንባር ጉዳይ ስለ ዝኾነ ትዋና ቀንዲ ዋኒና ንክንነብር ክንብል ክንከላኸል እውን ግድን ስለ ዝኾነ ንቐፃሊ እናተኸላኸልና ዝመሓየሽ ጉዳይ እንድሕር ዘይኮይኑ ሐዚ እውን መማረፂና እናተኸላኸልና እዚ ስርዓት እዚ ካብ ሃለዋት ኣወጊድና ውሕስና እነረጋግፀሉ ቐፃልነትና እውን እነረጋግፀሉ ኩነታት ናይ ምፍጣር ጉዳይ ቁልፊ ጉዳይ ጌርና ኢና ክንወስዶ እንኽእል ማለት እዩ። ስለዚ ስርዓት ብልፅግና ክሳብ ዝሃለወ ናይ ህዝቢ ትግራይ ህልውና ኩሉ ግዜ ኣብ ሓደጋ እዩ ዘሎ። ስርዓት ብልፅግና ክውገድ ተዘይክኢሉ ኩሉ ግዜ ሀዚ እውን ኣብ ሓደጋ ኣለና ስለዚ ስርዓት እዙይ ንክውገድ ኩላትና ዘዝኸኣልናዮ ነናይ ባዕልና ስራሕ ክንሰርሕ ክንክእል ኣለና ዝብል ግን ክስመረሉ ዘለዎ ጉዳይ ከምዝኾነ ክነቐምጥ ንደሊ ማለት እዙይ ንምግባር ኩሉ ዓቕሚ ዘለዎ ትግራዋይ ናብ ሰራዊቱ ክፅምበር ዝኽእል እውን ክፅምበር ብፋይናንስ ክሕግዝ ዝኽእል ብሎጂስቲክስ ክሕግዝ ዝኽእል ብካሊእ መንገዲ ክሕግዝ ዝኽእል እውን ኩሉ ክሕግዝ ኩላትና ኢድ ንኢድ ተተሓሒዝና እዚ ስርዓት እዙይ ሓደ ነገር ገይርና ህልውናና እውን ኣረጋጊፅና ቀፃሊ ህይወትናን ዕድልናን እውን እንውስነሉ ኩነታት ክነረጋግፅ ክንክእል ኣለና ዝብል እዩ እቲ ክነሕልፎ እንኽእል መልእኽቲ ማለት እዩ። ምስዚ ጉዳይ እዚ ተኣሳሲሩ ስፍሕ ዝበሉ መደናገርቲ ዛዕባታት ከም ዘለው ንሰምዕ ንርዳእ እውን ኢና። ስርዓት ብልፅግና ብዋናነት ሰላም ተሓሲሙ ናይ ሰላማዊ ድርድር እውን ተሓሲሙ ንህዝቢ ትግራይ ክገብሮ ዝግባእ ብሰላማዊ መንግዲ እውን ኣይገብርን ኢሉ ህዝቢ ትግራይ ናይ ምጥፋእን ናይ ምብራስን መንገዲ መሪፁ ዝቕፅል ዘሎ ስርዓት ከም ዝኾነ ግልፂ እዩ ማለት እዩ እዚ ስርዓት እዙይ ንሰላም ድልው እንተዝኸውን ነይሩ ድሕሪ ውዕሊ ፕሪቶርያ ኩለን ተነ ውዕሊ ፕሪቶርያ ተቐሚጠን ዘለዋ ዝርዝር ተግባራት ኣብ መሬት ክትግበራን ሰላማዊ ኩነታት ክህሉን ምትእምማን ክህሉን ምዝርራብ ክህሉን ዝሐሸ ሃዋህው ናይ ሰላም ክህሉን ምግባር ምተኽኣለ ነይሩ ማለት እዩ። ይኹን እምበር እቱ ዝነበረ ኩነታት ህዝቢ ትግራይ ብሰላሕታ ንምፅናት እዩ ተጠቒምሉ ማለት እዩ። ስለዚ ሀዚ እውን ብጎኒ ዝግበሩ ምድንጋራት ሰፋሕቲ እዮም። ንዕርቀ ሰላም ድርድር ይካየደ ኣሎ። መልእኽተኛታት ንትግራይ መፂኦም፣ ናይ ትግራይ መልእኽተኛታት ናብ ናይሮቢ ከይዶም፣ ስልኪ ከምዙይ ኢሉ ተደዋዊሉ እናተብሃለ እቱ ብትግራይ ወገን ዘሎ ምድላው ንክዘሓሓልን ዘይ ዘይጭበጥ ተስፋ እውን ክተሓዝ ዘግብር ምንቅስቓስ ብስፍሓት ይስራሕ ከም ዘሎ ንዕዘብ ኣለና። እዙይ እቲ ዋና ምንጩ ስርዓት ብልፅግና ባዕሉ ከም ዝኾነ ምርዳእ ይከኣል እዩ። ነዙይ ዘጋውሕሉ ዘለዉ እንደገና እቶም ቀንዲ ተለኣኣኽቲ እዮም ኢልና ክንወስዶም እንኽእል ካብ ትግራይ ብናይ ባዕሎም ሕመቕ ወፂኦም ዝኸዱ ኣካላት ከም ዝኾኑ እውን ምቕማጥ ይከኣል እዩ ማለት እዩ። ስለዚ ብወገን መንግስቲ ትግራይ ካብ ህዝቢ ትግራይ ተሓቢኡ ዝሰርሖ ዝኾነ ይኹን ዓይነት ነገር ከም ዘየለ ክፍለጥ ይግባእ። ንሰላማዊ ድርድር ዝግበር ዝኾነ ይኹን ዓይነት ምንቅስቓስን ምዝርራባትን እንድሕር ሃልዩ እውን ብግልፂ ንህዝብና እናፍለጥና እንኸዶ ከምዝኾነ እውን ክፍለጥ ዝግባእ ጉዳይ እዩ ኢልና ኢና ክንወስድ እንኽእል። ክሳብ ሀዚ ብዘሎ ኩነታት ግን ነቲ ዘሎ ኩነታት ከርግብ ዝኽእል ዝኾነ ይኹን ናይ ሰላማዊ ድርድር ይኹን ምልኣኣኻት ከምዘየለ ምቕማጥ ይከኣል እዩ ዝብል ምውሳድ ይከኣል እዩ ማለት እዩ። እቲ እንገብሮ ዘለና ምድላው እንገብሮ ዘለና ስራሕቲ ተጠናኺርና ኢና ክንቅፅል ዘለና ዝብል ምቕማጥ ይከኣል እዩ ማለት እዩ። እቲ ካሊእ ምስ ዲፕሎማሲና ተኣሳሲሩ ኣብ ዲያስ ናይ ትግራይ ዲፕሎማሲ ያው ሃገር እውን ስለ ዘይኮነ ዲፕሎማሲኡ ክሰርሕ ዝኽእል ኣብ ወፃኢ ብዘለዉ ዲያስፖራ ተወለድቲ ትግራይ ከም ዝኾነ ርዱእ እዩ። ኣብቲ ዝነበረ ናይ ትግራይ ፖለቲካዊ ሕመቕን ሕምስምስን እቲ ናይ ዲያስፖራ ኣጠቓላሊ ምንቅስቓስ ንድሕሪት ክምለስ ዝተገበረሉ ኩነታት ከም ዝነበረ ኩላትና እንፈልጦ ጉዳይ እዩ። ኣብቲ ዝሓለፈ ጀኖሳይዳዊ ኲናት ግዜ ተወለድቲ ትግራይ ዲያስፖራ ዘካየድዎ ቃልሲ ናይ ህዝቢ ትግራይ ድምፂ ዓለም ክትሰምዕ ፍትሒ እውን ክትህብ ብምግባር እንፃር ታሪኻዊ ዝኾነ ስራሕ ሰሪሖም ኢልና ክንወስድ ንኽእል ኢና። ሕዚ እውን እቲ ስራሕ ንሰብ እንግድዖኦም ከም ዘሎ ተፈሊጡ በቢ ኣህጉር ዘሎ ምድላዋትን ምስጥጣማትን ኮሚቴታት ምምዕራያትን ተጀማሚሩ ናብ ስራሕ ዝኣተወሉ ኩነታት ኣሎ። ካብዚ ሓሊፉ ናይ መንግስቲ ትግራይ ተወከልቲ እውን በቢከባቢኡ ክርቁሑ ምንቅስቃሳት እናተገበረ ዝኸይድ ዝኸደሉ ኩነታት ኣሎ። ብቐንዱ እንደገና ናይ ሚድያ ኮሚቴታት እውን ተጣይሸን ምስ ሰብ ትግራይ ዘሎ ናይ ሚድያ ምንቅስቃስ ተኣሳሲሩ ናይ ህዝቢ ትግራይ ናይ ቃልሲ ኩነታት እውን ከጓጓሓ ናብ ዝምልከቶ እውን ከብፅሓ ናይ ምግባር ጉዳይ እውን ተኣሳሲሩ ዝኸደሉ ኩነታት ከምዘሎ ፍሉጥ እዩ። እቲ ካሊእ ምስ ናይ ኣድቮኬሲን ንዝምልከቶም ዓበይቲ ዝበሃሉ ውሳነ ከሕልፉ ዝኽእሉ ኣካላት እውን ሎቢ እናገበርካ ክስራሕ ዝግበኦ ስራሕ እናሰራሕኻ ምኻድ እዩ። በዚ ደረጃ እዚ ካብ ትግራይ እውን ነቲ ናይ ዲፕሎማሲ ይኹን ናይ ዲያስፖራ ስራሕቲ ብትኹረት ሒዞም ክሰርሑ ዝኽእሉ ናይ ባዕሉ ጉጅለ ወይም ኮሚቴ ተጣይሽሉ እናሰርሐ ዝኸደሉ ኩነታት ኣሎ። ተሰጣጢሙ ክቕፅል ምዃኑ ኢና ክነቐምጥ እንኽእል ማለት እዩ። እቲ ካሊእ እዚ ጆኖሳይደር ስርዓት ብልፅግና መጀመርያ ንህዝቢ ትግራይ ከም ቁልፊ ፀላኢ ፈልዩ ንካልኦት እውን ኣተሓባቢሩ ኣብ ልዕሊ ህዝቢ ትግራይ ዝኸፍአ ጨፍጫፍ ከም ዝፈፀመ ኩላትና እንፈልጦ እዩ። ይኹን እምበር ሽዑ ጀሚሩ ንዝኾነ ይኹን ህዝቢ ንድሕሪት ክምለስ ከም ዘይኽእል ናተይ ዝብሎ ወይ ዝርህርሀሉ ህዝቢ እውን ክህልዎ ከም ዘይኽእል እዚ ስርዓት እዚ ይፍለጥ ነይሩ እዩ። ፅባሕ ፕሪቶርያ ስምምዕነት ኣብ ክልል ኣምሓራ ኹናት ዝወለዐሉ ኩነታት ኢና እንርኢ። ካብ መጀመሪኡ ጀሚሩ ኣብ ኦሮሚያ ብተመሳሳሊ ናይ ህዝቢ ደም ዘፍስሰሉ ህዝቢ ዝጭፍጭፈሉ ኩነታት ከምዝነበረ ኢና እንርኢ። ኣብ ካልኦት ከባቢታት እውን ንዝኾነ ይኹን ህዝቢ ብሓይልን ብምጭፍላቕን ጥራሕ ክገዝእ ዝንቀሳቐስ ሓይሊ ስለዝኾነ እዚ ሓይሊ እዙይ ንዝኾነ ይኹን ህዝቢ ንድሕሪት ዘይምለስ ምዃኑ ርዱእ እዩ ነይሩ ማለት እዩ። ሕዚ እውን ኣብ ዝተፈላለዩ ህዝብታት ዘብፅሖ ዘሎ ጨፍጫፍ ዘብፅሖ ዘሎ ህልቂት ብጣዕሚ ገዚፍ እዩ ኢልካ ክውሰድ ዝኽእል እዩ። ስለዚ እቶም ካልኦት ህዝብታት እውን ብተመሳሳሊ ከም ህዝቢ ትግራይ ናይ ህልውና ሓደጋ ገጢሙና ኣሎ ኢሎም ብረት ኣልዒሎም ናብ ቃልሲ ዝኣተውሉ ኩነታት ከም ዘሎ ብተመሳሳሊ ንሪኦሉ ዘለና ኩነታት እኒሆ ማለት እዩ። እቲ ናይ መጀመርያ ጉዳይ ናይ ህዝቢ ንህዝቢ ርክባት ተሰጣጢሙ ክኸይድ ዝኸኣለሉ ኩነታት ኣሎ ምስ ህዝቢ ትግራይ ድሕርኡ ናይ ምስ መንግስቲ ትግራይ እውን ናይ ምትሕግጋዝ ናይ ምድግጋፍ ስራሕቲ ካብ ግዜ ናብ ግዜ እውን እናተመሓየሸ እናማዕበለ ክኸይድ እናተገበረ ይኸይድ ኣሎ ኣብዚ ሀዚ እዋን ናብ ዝሐሸ ብርኪ ተሰጋጊሮ ኣሎ ኢልካ ክውሰድ ዝከኣል እዩ እቲ ዝርዝር ኩነታቱ ግን እዞም ተሓጋገዝቲ ኣካላት መነመን እዮም፣ እንታይ እንታይ ዕላማ ኣለዎም፣ ከመይ እዮም ክቕፅሉ፣ መሪሕነቶም እንታይ እዩ ዝመስል ዝብል ኣጠቓላሊ ኩነታት ግን ኣብ ቀረባ ብመግለፂ እውን ተዓጂቡ ዝምልከቶም ኣካላት ስፍሕ ዝበለ መብርሂ ዝህብሉ ምዃኑ ምቕማጥ ይከኣል እዩ። ብዋናነት ግን ህዝቢ ትግራይ ሎሚ በይኑ ከም ዘይኮነ ምስ ካልኦት ኣካላት እውን ተሓጋጊዙ ኣንፃር እዚ ጨፍጫፊ ዝኾነ ስርዓት እዚ ጆኖሳይደር ስርዓት እዚ ዝገብሮ ቃልሲ ግን ኣሐይሉ ከም ዝቕፅል ምቕማጥ ይከኣል እዩ ማለት እዩ ሕዚ ከም ህዝቢ ዘለና መማረፂ ከይዱ ከይዱ ሓንትን ሓንትን እናኾነት ትመፅእ ኣላ ህዝቢ ትግራይ ምንባር ዘይተፈቐደሉ መሰል ምንባር እውን ዝተነፈገ ህዝቢ ኮይኑ ኣሎ ሓደ ግዜ ብድሮን፣ ሓደ ግዜ ብኣየር፣ ሓደ ግዜ ሰራዊት ብምዝማት፣ ካሊእ ግዜ መድሓኒት ብምኽልካል፣ በጀት ብምኽልካል፣ ኩሉ ኢኮኖሚያዊ ዓቕምታት ናይ ትግራይ ብምድኻም ህዝቢ ትግራይ ንምፅናት ዝሰርሕ ዘሎ ስርዓት ብዝኾነ ይኹን መዐቀኒ ብሰላማዊ መንገዲ ምስ ህዝቢ ትግራይ ተደራዲሩ ብዝሐሸ ብርኪ ክቕፅል ይኽእል እዩ ኢልካ እትሓስቦ ዓይነት ስርዓት ኣይኮነን። ናይ ሰላም መንገዲ ዋላ ሚእቲ ብሚእቲ ዕፅው እዩ ኢልካ ክውሰድ ተዘይተኽኣለ፣ ናይቲ ስርዓት ባህሪ ወሲድካ ግን ኣብ ልዕሊ ህዝቢ ትግራይ ከብፅሖ ዝኽእል ግፍዒን ጨፍጫፍን በደልን ተሓሳቢ ምግባር ግድን እዩ ዝኸውን ማለት እዩ። ኣብዚ ከምዚ ዝበለ ኩነታት ኢድናን እግርናን ኣሳሲርና ንብርሰት እንፅበየሉ ኩነታት ክህለ ይኽእልን ውሽጣዊ ዓቕምና እውን ኣደልዲልና ሰራዊትና እውን ኣጠናኺርና ዓርሰ ምርኮሳና እውን ኣጠናኺርና እዚ ስርዓት እዙይ ኣብ ምእላይ ኩላትና ክንሰርሖ ዝግባእ ስራሕ ብሰፊሑ ክንረባረብ ከም ዘለና ኢና ክነቐምጥ እንኽእል። ስለዚ መሓውራት መንግስቲ፣ ምምሕዳራት፣ ዝምልከቶ ኣካል ኩሉ ኣብዚ ጉዳይ እዙይ ቁልፊ ዋኒነይ ኢሉ ክረባረብ ብዝኸኣሎ እንደገና ዓቕሚ ህዝቢ ትግራይ ናብ ዝለዓለ ብርኪ ክሰጋገር ምስ ካልኦት ተሓጋጊዙ እውን ዝሐሸ ታሪኽ ክፅሕፍ ዝኽእለሉ ኩነታት ምፍጣር ብዋንኡ እንደገና ናይ ህልውና መሰሉ ክረጋገጸሉን ቀጻልነቱ እውን ከረጋግጽ ዘኽእሎ ቃልሲ ክውልዕ ክኽእል ከም ዘለዎ ተሓሳቢ ብምግባር ኣብ ወጻኢ ዘሎ ህዝብና፣ ኣብ ዓዲ ዘሎ ህዝብና ዋላ ኣብ ማእከል ዓዲ እውን ዘሎ ህዝብና ብኹሉ መዳይ ብዝኸኣሎ መንገዲ ንቃልሲ ህዝቢ ትግራይ ዝድግፈሉን ዝሕግዘሉን ንቃልሲ መንግስትን ህዝብን ትግራይ ዘጠናኽረሉ ኩነታት ክፈጥር ክኽእል ኣለዎ። እቲ ኩነታት ከምቲ እንሪኦ ዘለና ከምቲ ዝሓለፈ ዝኸበደ ዘይኾነሉ ኩነታት ምኽንያታትን እውን ብስፍሓት እናተርኣየ ዝኸደሉ ኩነታት ኣሎ። ኢድ ንኢድ ተተሓሒዝና ብዝጠንከረ መንገዲ ክንጓዓዝ እንድሕር ደኣ ክኢልና፣ ምስቶም ካልኦት ተሓጋገዝትና እውን ሕብረት ፈጢርና ምቅላስ እንድሕር ተኻኢሉ፣ ኣብ ዝሓጸረ ግዜ ነዚ ስርዓት እዚ ኣወጊድና ሰላማዊ ሃዋህው ናይ ምንባር ውሕስናና እውን እነረጋግጸሉ ኩነታት ምፍጣር ይከኣል እዩ ማለት እዩ። ኣብ መወዳእታ ክንብሎ እንኽእል ጉዳይ መንግስቲ ይኹን ህዝቢ ትግራይ፣ ካብ ታሪኾም እውን እናካየድዎም ካብ ዝመፁ ቃልስታት ክንወስድ ከለና ንሰላማዊ ድርድር፣ ንሰላማዊ ዝርርብ፣ ንሰላማዊ ፍታሕ በሮም ዝዓፀውሉ ዝኾነ ይኹን ዓይነት ግዜ የለን ኢልና ክንወስድ ንኽእል ኢና ማለት እዩ። ኣብዚ ሀዚ እዋን እውን እቲ ጀኖሳይደር ስርዓት ብልፅግና ንሰላም ዘለዎ ቅሩብነት ኩላትና እንሪኦ ዘለና ምዃኑ ግልፂ እዩ ማለት እዩ። ኣብ ሰላማዊ ኩነታት ቁርቁር ዝብሎ ሰላማዊ ኩነታት እውን ዘይደሊ ብዘይካ ኩናት ብዘይካ ዕግርግር ህውከት ብዘይካ ጨፍጫፍ ህዝቢ ክነብር ዘይኽእል ስርዓት ከም ዝኾነ ብግልፂ ምቕማጥ ይከኣል እዩ ማለት እዩ ዋላ ኮይኑ እውን ግን ናይ ሰላም ዕድል ኩሉ ግዜ ዕፁው ክግበር ስለ ዘይኽእል ውስንቲ ፐርሰንት እውን እንድሕር ሃልያታ ብሰላማዊ መንገዲ ረብሓታት ህዝቢ ትግራይ፣ መሰላት ህዝቢ ትግራይ ዝረጋገፅሉ ኩነታት እንድሕር ድኣ ዝፍጠር ኮይኑ፣ ውሕስንኡ እውን ብዝተሓለወ መንገዲ ክረጋገፅ ዝኽእለሉ ዕድል እንድሕር ኮይኑ ሐዚ እውን መንግስትን ህዝብን ትግራይ በሮም ንሰላም ክፍቲ ምዃኑ ምርግጋፅ ይከኣል እዩ ማለት እዩ። ስለዚ ሉኣላውነትና እንድሕር ተኸቢሩ መሬትና ውሑስ እንድሕር ኮይኑ ዝተመዛበለን ዝተሰደደን ህዝብና ናብ መረበቱ ክምለስ ውሕስንኡ ሓልዩ እውን ናብርኡ ክቕፅል ኣብ ትሕቲ ወረርቲ ዘሎ ህዝብና እውን ሓራ ክወፅእ ወረርቲ ዝበሃሉ ኩሎም ካብ መሬት ትግራይ ተፀራሪጎም ክወፁ ካብዚ ሓሊፉ ድሕሪ ኩናት ብዘየገባብ ዝሰፈሩ ኣካላት እንተሃልዮም እውን ናብ ቅድሚ ኩናት ዝነበረሉ ቦታ ክምለሱን ክወፁን እንድሕር ደኣ ተገይሩ ህዝቢ ትግራይ ኩናት ዝብህገሉ ዝኾነ ይኹን ዓይነት ምክንያት ክህለ ይኽእልን ማለት እዩ ስለዚ ኩሎም ረብሓታት ድልየታት ህዝቢ ትግራይ እንድሕር ደኣ ተማሊኦም እዙይ ክበሃል ከሎ ውሑስ ብዝኾነ መንገዲ ንድሕሪት ክምለስ ብዘይኽእል መንገዲ ብዝኾነ መንገዲ ዓንቀፍቀፍ ክብል ብዘይኽእለሉ መንገዲ እዚኣቶም ዝምለስሉን ዝረጋገፅሉን ኩነታት እንድሕር ደኣ ሃልዩ ኮይኑ ሀዚ እውን ፀገማትና ብሰላማዊ መንገዲ ንምፍታሕ ድልዋት ምዃንና ዝኾነ ይኹን ኣካል ክግንዘብ ይግባእ ማለት እዩ።